ሰላም ፈነወ ኤርቲቪ ኣብ ምክትታል ትርከቡ ክብራትን ክብራንን ከመይ ተምስዮ ሎሚ ዓርቢ 21 ለካቲት ምሸት ዝተላለወ ዜናታት ውሽጥን ወፃን ይሕናልኩም ቀሪብና ኣሎና ንክትከታተሉና ብክብሪ ዝዕድመኩም ለዋም ተኸላይ ክሳብ ፍፃሚ ምክታልኩም ብክብሪ ንዓደምኩ ድማ ብኣርእስተ ዜና ክፍለ ኣብ ተሰኒ ኣገልግሎት ሕክምና ዓይኒ ምጅማሩ እፎይታ ከም ዝፈጠረሎም ነበርቲ ገሊፆም ሚኒስትሪ ሕርሻ ሃገራዊ ስርዓት ቁፅፅር ድሕነት መግቢ ንምምዕባል ስልጠና ወዲቡ ሃገራዊ ማሕበር ዓይነ ስውራን ብዛዕባ ኩነታት ኣብ ንኡስ ዞባ ቁረት ዝርከቡ ኣባላቱ ዘትዩ ኣዊ ቁጠባውን ፖለቲካውን ቅልውላዋት ንምፍታሕ ሓበራዊ ፃዕሪ ክዓዝዝ ደቡብ ኣፍሪቃ ፀዊዓ ህንዲ ኒክሌሳዊ ጸዓት ንምስፋሕ ልዕሊ 60 ቢልዮን ዶላር ክትሰልዕ ምዃና ገሊጻ ዝዓነወ ትሕተ ቅርጺ ሶርያ ዳግማይ ንምሕዋይ ልዕሊ 50 ዓመታት ክወስድ ከም ዝኽእል ተኣሚቱ ኣብ ዝርዝራቱ ክንሰግር፣ ኣብ ተሰኒ ኣገልግሎት ሕክምና ዓይኒ ምጅማሩ እፎይታ ከምዝፈጠረሎም ነበርቲ ንኤሪና ኣብ ዝሃብዎ ሓበሬታ ገሊፆም። ወይዘሮ ክብራ መዓሾን ኣቶ ባብክር ሓመድን ምስ ዘለውዎም ናይ ዓይኒ ፀገም ስሩዓት ተገልገልቲ ምዃኖም ብምሕባር፣ እዚ ብቐረባ ዝተረጋገፀሎም ኣገልግሎት ካብ ወፃኢታትን ሃልክን ከምዘገላገሎም ኣረዲኦም። ሓላፍቲ ማእከል ጥዕና ዓይኒ ኣቶ በርሀ ሓድጉ፣ ነበርቲ ተሰነይን ጎልጅን ተረባሕቲ ናይቲ ኣብ ተሽዓተ ሽዱሽተ ዝተጀመረ ኣገልግሎት ኮይኖም ከም ዘለዉ ብምጥቃስ፣ ክኢላዊ ዓቕምን እኹል ቀረብ መድሃኒትን ስለ ዘሎ መብዛሕትኡ ሕማማት ዓይኒ ብቐረባ ከም ዝፍወስ፣ ክብድ ዝበለ ጸገም ምስ ዝኸውን ድማ ናብ ዞባዊ መወከሲ ሆስፒታል ባረንቱ ከም ዝለኣኽ ኣፍሊጡ። መዓልታዊ ካብ ዕስራን ሓሙሽተን ክሳብ ሓምሳ ተገልገልቲ ከምዘእንግዱ ዝሓበረ ሓላፊ ኣገልግሎት ሕክምና ዓይኒ መንእሰይ ሃብቶም ክፍለ ብወገኑ፣ ክሊማ'ቲ ከባቢ ጸሓይን ንፋስን ዝዓብለሎ ብምዃኑ ዝተፈላለዩ ሕማማት ዓይኒ ከምዝኽሰት ብምጥቃስ፣ ቁጥዐ ዓይኒ ማለት ኣለርጂ፣ ረኽሲ ዓይኒ፣ ዓጽሚ ዓይንን ሓበላን ካብቶም ገኒኖም ዝረኣዩ ምዃኖም ገሊጹ። ሓደ ዜጋ ኣብ ዓመት እንተወሓደ ሓንሳብ ኩነታት ዓይኑ ክምርመር ከምዝግባእ ዝሓበረ መንእሰይ ሃብቶም፣ ሕማም ሽኮርን ሕዱር ሕማም ዓይንን ዘለዎም ግና ስሩዕ ክትትል ክገብሩ ብምዝኽኻር ዜጋታት መነፅር ዓይኒ ከዘውትሩ፣ ኣብ ዓይኒ ዝግበር መጋየፂ ከወግዱ፣ ኣብ ትካላት ፅርበት ሓፂንን ዕንፀይትን ዝሰርሑ መከላኸሊ ዓይኒ ክወድዩ ከምኡ ውን ኣዒንቶም ብቐፃሊ ብፅሩይ ማይ ክሓፅብዎ ኣዘኻኺሩ። ሚኒስትሪ ሕርሻ ምስ ቤት ፅሕፈት ውድብ መግብን ሕርሻን ኣብ ኤርትራ ብምትሕብባር ሃገራዊ ስርዓት ቁፅፅር ድሕነት መግቢ ንምምዕባል ዝዓለመ ስልጠና ወዲቡ። ካብ ዝባ ርክባት ናይቲ ሚኒስትሪ ዝበፅሓና ዜናዊ ትሕዝቶ ሚካኤል ሓድጉ ብመልክዕ ጸብጻብ ክቐርቦ እዩ።
ሚኒስትሪ ሕርሻ ሃገራዊ ስርዓት ቁፅፅር ድሕነት መግቢ ንምምዕባል ዝዓለመ ስልጠና ካብ ዓሰርተ ሸውዓተ ክሳብ ዕስራ ለካቲት ንልዕሊ ሓምሳ ወከልቲ ሚኒስትርታት፣ ኮለጃት፣ ኣብ ምስራሕቲ መግቢ ትካላት፣ ኮርፖሬሽናትን ትካል ደረጃታት ኤርትራን ሂቡ። እዚ ምስ ቤት ጽሕፈት ውድብ መግብን ሕርሻን ውድብ ሕቡራት ሃገራት ኣብ ኤርትራ ብምትሕብባር ኣብ ኣስመራ ዝተኻየደ ስልጠና ነቲ ብተናጸል ክስርሓሉ ዝጸንሐ ስርዓት ብምግምጋም ውሁድ ሃገራዊ ስትራቴጂያዊ ስርዓት ቁጽጽር ድሕነት መግቢ ንምድላው ከም ዝኾነ ኣብ ሚኒስትሪ ሕርሻ ዋና ዳይረክተር ክፍሊ ኣገልግሎት ሕጋጋትን ቁጽጽርን ኣቶ ተኽለኣብ ምስግና ሓቢሮም። እቲ ስልጠና ነቲ ኣብ ታሕሳስ ክልተ ሽሕ ዕስራን ኣርባዕተን ዝተኻየደ ሃገራዊ ዋዕላ ድሕነት መግቢ መሰረት ዝገበረ ኮይኑ፣ ብደረጃ ሃገር ዳህሳስ ደረጃታት ድሕነት መግቢ ኣብ ሕጋጋትን መምርሒታትን፣ ትሕተ ቅርጽን ኣገልግሎት ላባራቶርን፣ ዓቕሚ ሰብ፣ ኣጠቓቕማን ኣተሓሕዛን ሰነዳት ከምኡ'ውን ተራ መሻርኽቲ ዝግምገም ምዃኑ ብተወሳኺ ገሊጾም። ወኪል ውድብ መግብን ሕርሻን ውድብ ሕቡራት ሃገራት ኣብ ኤርትራ ኣቶ መሓመድ ኣው ዳሂር ብወገኑ እዚ ኣፍሪቃ ብሓፈሻ ዓለም ድማ ብፍላይ ትጥቀመሉ ዓይነት መገምገሚ ንኤርትራ እውን ኣገዳስን ምስቲ ውሑስን መኣዛውን መግቢ ንኹሉ ኣብ ኩሉ ዝብል መርሓ ሚኒስትሪ ሕርሻ ዝኸይድን ከም ዝኾነ ገሊጾም። ሰልጠንቲ ኣብ ዝሃቦ ርእይቶ እቲ ስልጠና ኣፍልጦኦም ብምብራኽ ንዝመጽእ ስርሖም ዘማእዝን ከም ዝኾነ ገሊጾም።
ሃገራዊ ማሕበር ዓይነ ስውራን ኤርትራ ኣብ ንኡስ ዞባ ቁርት ምስ ዝርከቡ ኣባላቱ ኣብ ብድሆታቶምን ናይ ስራሕ ዕድላትን ዘተኮረ ዘተ ኣካይዱ። ኣቦ ወንበር ማሕበር ኣቶ ዳዊት ፍስሃየ ኣብ ዘስምዖ ቃል ዓይነ ስውራን ነብሶም ዝኽእልሉን ካብ ተጸባይነት ተናጊፎም ኣብ ከባቢኦም እወታዊ ጽልዋ ዝገብሩሉን ባይታ ንምፍጣር ብዕቱብ ይስራሕ ከም ዘሎ ብምጥቃስ ሕብረተሰብን ኩሎም ኣካላት መንግስትን ኣብ ከባቢኦም ንዝርከቡ ዓይነ ስውራን ክደጋገፍዎም ኣተሓሳሲቡ ኣማኻሪ ማሕበር ኣቶ ገብረመስቀል ፍስሃ ብወገኑ፣ ኣፍራይነት ዓይነ ስውራን ንምዕባይ ዝዓለመ መጽናዕቲ ይካየድ ከምዘሎ፣ ምስ ተጻፈፈ ድማ ዓይነ ስውራን ምስ ዓቕሞምን ምስ ዝቐስምዎ ሞያን ዝሳነ ስልጣናታትን ገንዘባዊ ደገፍን ክገብር ምዃኑ ኣብሪሁ። ኣካያዲ ስራሕ ምምሕዳር ንኡስ ዞባ ኣቑርደት ኣቶ ክብረኣብ ፍስሃጽዮን ብግደኡ፣ ዓይነ ስዉራን ኣብ ኩሎም ዝፍጠሩ ዕድላት ማዕረ መሰል ተጠቃምነት ከምዘለዎም ብምጥቃስ፣ ሰሪሖም ነብሶም ዝኽእሉሉ ባይታ ንምፍጣር ኣብ ዝውሰድ ተበግሶታት ምምሕዳር ንኡስ ዞባ ኣበርክቶ ክገምዝገብር ኣረጋጊጹ። ተሳተፍቲ ድማ እቲ ርክብ ኣብ ኣተሓሕዛን ኣገባብ ኣነኣተጋጋባብራ ሓገዛት ዓይኒ ዓይነ ስዉራን ዝጸንሖ መረዳእታ ከምዘዕብዮ ብምጥቃስ፣ ኣብ ከባቢኦም ዘለዉ ዓይነ ስዉራን ንምሕጋዝ ካብኦም ዝሕተት ከምዘማልኡ ገሊጾም። ኣብ ዝተፈላለያ ሃገራት ዝነብሩ ዜጋታት ንመሰሰሊ ማዕከን ሕድሪ ሰማእታትን ምንባይ ስድራ ስዋኣትን ገንዘባዊ ወፈያታት ገይሮም ካብ ሚኒስትሪ ዕዮን ምሕብራ ድሕነትን ዝበፅሓና ትሕሰሎ ደናይት ገብረ ህይወት ብመልክዕ ፀብፃብ ክተቕርቦ እያ ኣብ ዝተፈላለያ ሃገራት ዝነብሩ ዜጋታት ንመሰሰኒ ማዕከን ሕድሪ ሰማእታትን ምንባይ ስድራ ስዉኣትን ሰለስተ ሚእትን ዓሰርተ ሸውዓተ ሽሕን ሸውዓተ ሚእትን ክሮነር፣ ሰለስተ ሽሕን ክልተ ሚእትን ኣርብዓን ዶላር፣ ክልተ ሽሕን ሓሙሽተ ሚእትን ኣርብዓን ሓሙሽተን ዩሮን ዕስራን ሓሙሽተን ሽሕ ናቕፋን ገንዘባዊ ወፈያታት ከምዝገበሩ ሚኒስትሪ ዕዮን ማሕበራዊ ድሕነትን ኣፍሊጡ። በዚ መሰረት ኣወሃሃዲት ሽማግለ ሃገራዊ በዓላት ስቶክሆልም ሽወደን ሚእትን ኣርብዓን ሽሕ ክሮነር፣ ማሕበረኮም ኤርትራውያን ነበርቲ ኦስሎን ከባቢኣን ኖርወይ ሚእትን ዓሰርተን ሽሕን ክልተ ሚእትን ሰማንያን ክሮነር፣ ማሕበረኮም ኤርትራውያን ነበርቲ ትሮምሶን ኖርወይ ሰላሳን ክልተን ሽሕ ክሮነር፣ ኤርትራውያን ተቐማጦ ከተማ ኤሊምሁልትን ከባቢኣን ሽወደን ዕስራ ሽሕን ሚእትን ዕስራን ክሮነር፣ ግዱሳት ኤርትራውያን ተቐማጦ ከተማ ቮልድሪስ ኖርወይ ዓሰርተ ሓሙሽተ ሽሕን ሰለስተ ሚእትን ክሮነር፣ ብኤርትሮ ቤልጁም ዝፍለጥ ማሕበረ ኮም ኤርትራውያን ነበርቲ ከተማ ኣንትወርፕ ቤልጁም ሓደ ሽሕን ሸሞንተ ሚእትን ዩሮ፣ ማሕበረ ኮም ኤርትራውያን ኣብ ከተማ ደንደርምዎንድ ኣርባዕተ ሚእትን ቴስዓን ሓሙሽተን ዩሮ፣ ኤርትራውያን ነበርቲ ከተማ ኮቨንትሪን ኢበርን ድማ ክልተ ሚእትን ሓምሳን ዩሮ ብድምር ክልተ ሽሕን ሓሙሽተ ሚእትን ኣርባዓን ሓሙሽተን ዩሮ ንምስሳን ማዕከን ሕድሪ ሰማእታት ወፍዮም እዚ ከምዚ ኢሉ እንከሎ ግዱሳት ኤርትራውያን ነበርቲ ዶንሽ ኖርወይ ክልተ ሽሕን ሚእትን ሱሳን ዶላር ኣሜሪካ ነበርቲ ሽወደን ኣቶ ሚካኤል ዘርኣይን ወይዘሮ ልዊዛ ሲስቶንን ሓደ ሽሕን ሰማንያን ዶላር ኣሜሪካ ትካል ዲ ማሊት ጀላቶ ዒስራ ሽሕ ናቕፋ፣ ኣቶ በረኸት ገብረመድህን ድማ ሓሙሽተ ሽሕ ናቕፋ ንምንባይ ስድራ ስዉኣት ኣበርኪቶም።
ኣፍልጦ ትካላት ወሃብቲ ኣገልግሎትን ተማሃሮን ኣብ ሕግን ስነ ምግባርን ብምዕባይ ዝምድና ምስ ፖሊስ ንምሕያል ዝዓለመ ኣስተምህሮ ካብ ዓሰርተ ሰለስተ ክሳብ ዕስራን ሓደን ለካቲት ኣብ ከተማ ከረን ተዋሂቡ። ኣዛዚ ካልኣይ መደበር ፖሊስ ሰርጀንት ተብእምነት ክብሮም፣ ቀንዲ ዕላማ ፖሊስ ገበን ከይተፈፀመ ምክልኻል ስለዝኾነ ወነንትን ሰራሕተኛታትን ትካላት ወሃብቲ ኣገልግሎት ኣፍልጦኦም ብምዕባይ ኣብ ዕለታዊ ንጥፈታቶም ምስ ፖሊስ ዝገብርዎ ምትሕብባር ከሐይሉ ተላብዩ። ንተራን ኣበርክቶን ኮማዊ ፖሊስ ጠቒሱ ድማ መሸጣን ምትካኽን ሽጋራ ኣብ ትካላት ክውገድ ከምኡ እውን ትካላት ንትሕቲ ዕድመ ኣልኮላዊ መስተ ካብ ምሻጥ ክሕየባ ኣዘኻኺሩ። ብዘይካዚ ተምሃሮ ሕግታት ትራፊክ ብግቡእ ከኽብሩ፣ ክብርታቶም፣ መንነቶምን ባህሎምን ክወርሱን ክዕቅቡን፣ ነዚ ክውን ንምግባር ድማ ተራ ወለድን ሕብረተሰብን ኣገዳሲ ከምዝኾነ ገሊፁ። ሓላፊ ምክልኻል ገበን ኣቶ ኪዳነ ፀጋይ ብወገኑ፣ ኪኖ ዝተፈቐደልካ ሰዓታት ምስራሕን ንከባቢ ዝርብሽ ድምፂ ምውፃእን ስጉምቲ ስለዘስዕብ ወነንቲ ወሃብቲ ኣገልግሎት ንሕጊ ክምእዘዙ ተማሕፂኑ። ተሳተፍቲ ኣፍልጦኦም ዘዕቢ ኣስተምህሮታት ቀፃልነት ክህልዎ ተላብዮም። ኣብ ንኡስ ዘባ ሰልዓ ምምሕዳር ከባቢ ይርከብ ዝተዋደደ ትካላት ኣብ ምጥርናፍ ህዝብን ምዕባለቲ ከባብን ዓብዪ ኣስተዋፅኦ ይገብር ኣሎ ወኪርኤና ቀዳዊ ተወሎን ዘዳለዎ ፀብፃብ ያሲን ሳልሕ
ኣብ ንኡስ ዞባ ሰልዓ ምምሕዳር ከባቢ ይርከብ ዝተዋደደ መንግስታውን ብሕታውን ትካላት፣ ህዝቢ ተጠርኒፉ ርጉእ ህይወት ከስተማቕርን መሰረታዊ ኣገልግሎታት ክረክብን ባይታ ከምዝፈጠረ ተገሊፁ። ኣመሓዳሪ እቲ ምምሕዳር ከባቢ ኣቶ መሓመድ ዓሊ መሓመድኑር ኣብ ዝሃቦ ሓበሬታ፣ ሕክምና፣ ቴሌፎን፣ ትምህርትን ጽሩይ ስተ ማይን ዝርከቡ መሰረታዊ ኣገልግሎታትን ዝተፈላለየ ትካላትን ብምውዳዱን ወሃብቲ ኣገልግሎት ትካላት ብምስሳነንን ቁጽሪ ነበርቲ ከምዝዓበየ ኣፍሊጡ። ነበርቲ ካብ ፉቱይ፣ ጽሒት፣ ገበይ ጻዕዳ፣ ቆቆ፣ ሽካርባ፣ ኣፍ ሃሽቡን ኣብ ሊጎን ዝተጠርነፉ ምዃኖም ጠቒሱ ድማ ኣብ ከባቢኦም ዝርከብ ዕደና ዛራ ናይ ሽቕለት ዕድል ኣብ ርእሲ ምፍጣሩ፣ ኣብ ምዕባለ እቲ ከባቢ ዝምስገን ኣበርክቶ ይገብር ከምዘሎ ሓቢሩ። ምስ ምስፋሕ ትካላት ማሕበራዊ ኣገልግሎትን ንግዳዊ ትካላትን፣ ቁጽሪ ነበርቲ እናወሰኸ፣ ንግዳዊ ንጥፈታት ድማ እናዓመረ ይመጽእ ምህላዉ ዝገለጹ ኤሪና ዝተወከሰቶም ነበርቲ፣ ነዚ ኣብ ግምት ብምእታው ቀረብ ማይን ማእከል ጥዕናን ክሰፍሕ፣ ሽግር መጓዓዝያ ቆላሕታ ክግበረሉ፣ ከምኡ'ውን ኣሕዳሪት ቤት ትምህርቲ ክትህነጽ ሓቲቶም። ሓላፊ ኣሃዱ ቁጠባዊ ልምዓት ንኡስ ዞባ ሰልዓ ኣቶ ኣቡበከር መሓመድ ኣድም ብወገኑ፣ ኣብ ርከብ ዝተዋደደ መንግስታውን ብሕታውን ትካላት፣ ዜጋታት ተጠርኒፎም ዓይነት መነባብሮኦም ከመሓይሹ ባይታ ከምዘጣጥሐ ብምጥቃስ፣ ንግዳዊ ንጥፈታት ንምድንፋዕ፣ ምስ ዝምልከቶም ጽላታት ይስራሓሉ ከም ዘሎ ኣረዲኡ።
ክቡራትን ክቡራንን ቀጺሉ ዝቐርብ ዜና ወጻኢ ንምክትታልኩም ደጊመ ብኽብሪ ዕድም። ኣብ ዜና ወፃኢ ክንሰግር ዓለማዊ ቁጠባውን ፖለቲካውን ቅልውላዋት ንምፍታሕ ሓባራዊ ፃዕሪ ክዓዝዝ ሪፓብሊክ ደቡብ ኣፍሪቃ ፀዊዓ እዚ ዝተገፀ ሚኒስትራት ጉዳያት ወፃኢ ሃገራት ጉጅለ ኤስራ ኣብ ከተማ ጆሃንስበርግ ኣብ ዘካየድዎ ናይ ክልተ መዓልታት ዋዕላ እዩ ፕሬዚደንት ደቡብ ኣፍሪቃ ስሪል ራማፎዛ ኣብ ዘስምዖ መደረ ሰማያን ሓሙሽተን ሚእታዊት ናይ ጃምላ ዓለማዊ እቶት ዝሽፍን ጉጅለ ዒስራ ቁጠባዊ ቅልውላዋት ንምፍታሕ ዛጊት ግቡእ ተርኡ ከምዝተፃወተ ብምሕባር፣ ኣብቲ ጉዳይ ኣበርክቶኡ ከስፍሕ ኣተሓሳሲቡ። ኣብ ሞንጎ ኣባላት ናይቲ ምትእኽኻብ ተፈጢሩ ዘሎ ፍልልያት ቀንዲ ዕንቅፋት ገስጋስ ይኸውን ከምዘሎ እውን ፕሬዚደንት ራማፎዛ ብተወሳኺ ኣረዲኡ። ጉጅለ ዒስራ ኣብ ሞንጎ ኣባላቱ ተፈጢሩ ብዘሎ ናይ ረብሓን ቅርፃውን ፍልልያት ዛጊት ኣብ ኣህጉራዊ ጉዳያት ዝፃወቶ ኣድማዒ ተራ ከምዘየለ ፀብፃባት የረድኡ። ንደቡብ ኣፍሪቃ ኣብ ጉዳይ ምሕደራ ናይ ሕርሻ መሬት ክትወቅስ ዝጸንሐት ኣሜሪካ ኣብዚ ዋዕላ ከም ዝተሳተፈት'ዩ ዝግለጽ ዘሎ። ኣሜሪካ ንደቡብ ኣፍሪቃ ክትገብሮ ዝጸንሐት ቁጠባዊ ደገፍ ከም እተቋርጾ ኣቐዲማ ምግላጻ ይፍለጥ። እቲ ሓገዝ ንምትእትታው ባይታ ዘጣጥሕ ክኸውን ከም ዘይነበሮ ዝገልጽ መንግስቲ ደቡብ ኣፍሪቃ ጉዳይ ምሕደራ ሉዓላዊ መሬቱ ንኣሜሪካ ከም ዘይምልከት ኣብ እዋኑ ምሕባሩ ዝዝከር እዩ። ህንዲ ንሰላማዊ መዓላ ዝውዕል ኒክሎሳዊ ፀዓት ንምስፋሕ ልዕሊ 60 ቢልዮን ዶላር ክትሰልዕ ምዃና ሓቢራ እቲ መደብ 30 ጊጋዋት ከመንጭቡ ዝኽእል ትካል ንምህናፅ ዝዓለመ ኮይኑ ኣብ ዝመፅእ 20 ዓመታት ክዛዘም ከም ዝኽእል ሰብ መዚ ፀዓትን ማዕድንን ህንዲ ኣሚቶም እቲ ውጥን ንፍርያት ጸዓት ህንዲ ብሰለስተ ዕጽፊ ንምዕባይ ኣብ ግምት ዘእተወ ምዃኑ'ዮም እቶም ሰብ መዚ ብተወሳኺ ኣፍሊጦም። እዚ ግዙፍ ፕሮጀክት ተጠቃምነት ከሰል ዘጉድል ብምዃኑ ኣብ ምንካይ ብከላ ኣየር እወታዊ ኣበርክቶ ከምዝህልዎ ይግለጽ። ብዘይካ'ዚ መጠን ወፍሪ ብምዕባይ ኣብ ምምዕባል ቁጠባ ሃገሩ ተርኡ ብቐሊል ከምዘይጥመት መንግስቲ ህንዲ ሓቢሩ'ሎ። መንግስቲ ህንዲ ኒክለሳዊ ጽላት ሃገሩ ንምድፋዕ ኣቐዲሙ ምስ ኣሜሪካን ፈረንሳን ስምምዕ ከም ዝኸተመ ጸብጻባት የረድኡ። ብግጭታትን መጥቃዕትታትን ዝዓነወ ትሕተ ቅርፂ ሶርያ ዳግማይ ንምሕዋይ ልዕሊ 50 ዓመታት ክወስድ ከም ዝኽእል ውድብ ሕቡራት ሃገራት ኣሚቱ ብመሰረት ግምታት እቲ ውድብ ሙሉእ ዳግመ ሕወየት ሶርያ ቅድሚ 280 ዓ ም ክረጋገጽ ከም ዘይክእል ተፈሊጡ ኣሎ እቲ ግምት ክወሓስ ዝኽእል ዓመታዊ ብገምጋም ናይ ሓሙሽተ ሚእታዊት ቁጠባዊ ዕቤት ምስ ዝምዝገብ ጥራይ ምዃኑ'ውን ተገሊጹ። ጃምላ ሃገራዊ እቶት ሶርያ ካብቲ ናይ ተሽዓተ ስተ ሓደ ን ብልዕሊ ፍርቂ ከምዝጎደለ ዝጠቐሰ ሕቡራት ሃገራት፣ ብሰንኩ ልዕሊ ቴስዓ ሚእታዊት ህዝቢ'ታ ሃገር ኣብ ድኽነት ከምዝወደቐ ኣረዲኡ። ካብ ክልተ ሽሕን ዓሰርተ ሓደን ኣብ ሶርያ ተኸሲቱ ብዘሎ ግዳማዊ ምትእትታው ዘስዓቦ ጸጥታውን ወተሃደራውን ቅልውላው ኣስታት ፍርቂ ሚልዮን ሰባት ክቐታሉ እንከለዉ ሚልዮናት ካልኦት ድማ ተመዛቢሎም እቲ ምትእትታው ይቐጽል ስለ ዘሎ ቅልውላው እታ ሃገር ኣብ ሓጺር እዋን ዝዓርፍ ከም ዘይመስል ናይ ቀረባ ተዓዘብቲ ይእምቱ ኣብ ሶርያ ልዕሊ ክልተ ሽሕ ወታደራት ኣዋፊራ ዘላ ኣሜሪካ ብጸጋታት ነዳድን ጋዝን ሃብታም ንዝኾነ ከባቢታት ተቖጻጺራ ከም ዘላ ዝፍለጥ እዩ ኣሜሪካ ትማሊ ዕስራ ለካቲት ፈተነ ኣህጉር ሰገር ባለስቲክ ሚሳይል ከም ዘካየደት ማዕከናት ዜናን ወታደራውያን ሰብ መዚ እታ ሃገር ብምጥቃስ ኣቃሊሐን እዚ ኣካል ስሩዕ ንጥፈታት ምዃኑ ዝተገልጸ ፈተነ ኣብ ካልኣይ እብረ ስልጣን ፕሬዚደንት ዶናልድ ትራምፕ ንፈለማ እዋን እዩ ዝካየድ ዘሎ ብመሰረት ሓበሬታ ሓይሊ ኣየር ኣሜሪካ፣ እቲ ሚሳይል ኣብ ክፍለ ሃገር ካሊፎርንያ ካብ ዝርከብ መደበር ሓይሊ ኣየር እዩ ተወንጪፉ። ዕላማ እቲ ፈተነ ኒክሌሳዊ ዓቕሚ ምክልኻል ኣሜሪካ ኣብ ብር ዕስራን ሓደን ክፍለ ዘመን ክመጽእ ንዝኽእል ስግኣታት ንምምዕጋት ውሑስ፣ ብቑዕን ኣተኣማማንን ምዃኑ ንምርግጋጽ ዝዓለመ ምዃኑ ሰበ ስልጣን ኣሜሪካ ገሊጾም። እቲ ስጉምቲ ናብ ካልኦት ሃገራት ዝቐንዐ መልእኽቲ ከምዘይብሉ እኳ ይግለጽ እንተሎ፣ ንውድድር ምምዕባል ኣጽዋር ዘንህር ምዃኑ ግና ወተሃደራውያን ክኢላታት ይእምቱ። ኣሜሪካ ኣብ ዝሓለፈ እዋን ልዕሊ ሰለስተ ሚእቲ ተመሳሳሊ ፈተነታት ከምዘካየደት ጸብጻባት ይሕብሩ። ፍልስጤማዊ ምንቅስቓስ ሓማስ ትማሊ ዕስራ ለካቲት ኣርባዕተ ኣስከሬናት ንእስራኤል ኣረኪቡ። ሰለስተ ካብቲ ኣስክሬናት ናይ ኣባላት ሓንቲ ስድራ ቤት ክኸውን እንከሎ፣ ሓደ ወዲ ሰማንያን ሰለስተን ዓመት ሽማግለ ከም ዝኾነ ተገሊጹ ኣሎ። እዚ ምርካብ ኣስክሬናት፣ ኣብ ሞንጎ ምንቅስቓስ ሓማስን እስራኤልን ድሕሪ ዝተበጽሐ ስምምዕ ምቁራጽ ተኹሲ ንፈለማ እዋን'ዩ ዝካየድ ዘሎ። እቲ ኣስክሬናት፣ እስራኤል ብዘካየደቶ ኣልማሚ ደብዳብ ናይ ዝተቐትሉ እስራኤላውያን ከም ዝኾነ ሓማስ ኣብቲ ናይ ምርካብ ስነ-ስርዓት ሓቢሩ። ምንቅስቓስ ሓማስ ብተወሳኺ ጅሆ ሒዝዎም ዝጸንሐ ሽዱሽተ እስራኤላውያን ጽባሕ ዒስራን ክልተን ለካቲት ናጻ ከላቅቕ ምዃኑ ኣፍሊጡ ኣሎ። ኣምሳያኡ ድማ እስራኤል ኣማኢት ፍልስጤማውያን እሱራት ናይጻ ክትለቅቕ ትጽቢት ይግበር። እዚ ከምዚ ኢሉ እንከሎ ቀዳማይ ሚኒስተር እስራኤል ቤንያሚን ናታንያሁ ሰራዊት ሃገሩ ኣብ ምዕራባዊ ገማግም ኣብ ዝርከብ መዓስከራት ስደተኛታት ዘካይዶ ስርሒት ከሐይሎ ኣዚዙ። ቀዳማይ ሚኒስተር ነታንያሁ ነዚ ትእዛዝ ዝሃበ ትማሊ ዕስራ ለካቲት ኣብ ከተማ ቴልኣቪቭ ኣብ ሰለስተ ኣውቶቡሳት ቦምባ ብምፍንጃር ድሕሪ ዝተኻየደ ተኸታታሊ መጥቃዕትታት እዩ። ፖሊስ እስራኤል ክፍጸም ዝኽእል ተወሳኺ መጥቃዕትታት ንምክልኻል ዘካይዶ ንጥፈታት ከሐይል ቀዳማይ ሚኒስተር ነታንያሁ ጸዊዑ ኣሎ። ፈረንሳ ኣብ ኣይቮሪ ኮስት ንዝርከብ ወታደራዊ መዓስከራ ትማሊ ዕስራ ለካቲት ንሰበስልጣን እታ ምዕራብ ኣፍሪቃዊት ሃገር ኣረኪባ። ኣብ ዝተኻየደ ወግዓዊ ስነ ስርዓት ሚኒስተር ምክልኻል ኣይቮሪ ኮስት ተነ ብራሂማ ዋታራን ፈረንሳዊ መዘንኡ ሰባስቲያን ለኮርኑን ኣብ መረኻኸቢ ሰነድ ክታሞም ኣንቢሮም። መንግስቲ ኣይቮሪኮስት ኣብ ሃገሩ ዓስኪሩ ዝርከብ ሰራዊት ፈረንሳ ጠቕሊሉ ክወጽእ ኣብ መወዳእታ ወርሒ ታሕሳስ 2024 ምእዛዙ ዝዝከር እዩ። ብመሰረት እቲ ትእዛዝ ኣብቲ ሃገር ተዋፊሩ ዝጸንሐ ኣስታት 600 ሰራዊት ፈረንሳ ካብ መጀመርያ ወርሒ ጥሪ 2025 ክወጽእ ከም ዝጀመረ ዝፍለጥ እዩ። ካብ ሽሕን ትሽዓተ ሚእትን ስሳን ኣትሒዛ ሰራዊታ ኣብ ኣይቮሪኮስት ኣዋፊራ ዝጸንሐት ፈረንሳ፣ ኣቐዲማ'ውን ኣብ ቡርኪናፋሶ፣ ማሊ፣ ኒጀርን ጫድን ዓስኪሮም ዝጸንሑ ወተሃደራታ ከም ዝሰሓበት ኣይርሳዕን። ሽበራውያን ንምቅላስ ብዝብል ጉልባብ ኣብ ዝተፈላለያ ሃገራት ኣፍሪቃ ዓስኪሮም ዝርከቡ ግዳማውያን ሓይልታት ዛጊት ዝጥቀስ ኣበርክቶ ከም ዘይገበሩ'ዩ ዝሕበር። መንግስቲ ርዋንዳ ምስ ቤልጅዩም ንዝጸንሖ ናይ ሓሙሽተ ዓመት ናይ ምትሕብባር ስምምዕ ከም ዘወንዘፎ ኣፍሊጡ። መንግስቲ ርዋንዳ ነዚ ስጉምቲ ዝወሰደ፣ ሃገሩ ኣብ ምብራቓዊት ደሞክራስያዊት ሪፓብሊክ ኮንጎ ኣብ ዝካየድ ዘሎ ዕጥቃዊ ግጭት ንዕጡቕ ጉጅለ ኤም ዕስራን ሰለስተን ደገፍ ትገብር ከም ዘላ ብቤልጅዩም ድሕሪ ዝቐረበላ ክሲ እዩ። መንግስቲ ርዋንዳ ንክሲ ቤልጅዩም ነቲ ብኣፍሪቃ ዝምራሕ መስርሕ ሽምግልና ዘዳኸምን ዘይምኽንያታዊ ምግዳማዊ ምትእትታውን ክብል ነጺግዎ ኣሎ። ከም መልሰ ግብሪ ናይዚ ሚኒስተር ጉዳያት ወጻኢ ቤልጂም ማክሲም ፕሬቮት ኣብ ዝሃቦ መግለጺ ሃገሩ ድሮ ምስ ሩዋንዳ ንዘለዋ ክልተኣዊ ስምምዓት ዳግመ ግምት ትገብረሉ ከም ዘላ ገሊጹ። መንግስቲ ቤልጅም ንሩዋንዳ ዝኸስስ ዘሎ ኣብ ምብራቓዊ ወሰናስን ሃገሩ ኣብ መንጎ ሰራዊት መንግስትን ዕጡቕ ጉጅለ ኤም 23ን ዝካየድ ዕጥቃዊ ግጭት ብዝሓይለ ቀጺልሉ ኣብ ዘሎ እዋን እዩ። ኣብቲ ዕጥቃዊ ግጭት፣ ዕጡቕ ሓይሊ ኤም ዕስራን ሰለስተን ክልተ ዓበይቲ ከተማታት ከም እተቖጻጸረ'ዩ ዝጋዋሕ ዘሎ። መንግስቲ ደሞክራስያዊት ሪፓብሊክ ኮንጎ ብወገኑ፣ መንግስቲ ሩዋንዳ ነቲ ዕጡቕ ሓይሊ ደገፍ ከም ዝገብረሉ ብተደጋጋሚ ክኸስስ ጸኒሑ'ዩ። ኣብ ሰፊሕ ክፋል ደቡብ ኣሜሪካዊት ሃገር ፔሩ ዝወቕዐ ብርቱዕ ዝናብ ዘስዓቦ ሓደጋታት ዕልቕልቕ ንዋታውን ኣከባቢያውን ክሳራታት ከም ዝወረደ ተገሊጹ። ብሰንኪ እቲ ሓደጋ ኣብ ትሕተ ቅርጺ ብሓፈሻ ኣብ መንበሪ ኣባይቲ ድማ ብፍላይ ከቢድ ዕንወት ከም ዝሰዓበ እውን ተፈሊጡ ኣሎ። ሓጽብታትን ኣፍላጋትን ልዕሊ ዓቐን ብምምልኡ ሓያሎ ጎደናታት ናብ ሩባታት ተቓይሩ ምህላው እየን ማዕከናት ዜና ዘቃልሓ ዘለዋ። ኣሃዱታት ስቪላዊ ድሕነት እታ ሃገር በቲ ዕልቕልቕ ንዝተኸርደኑ ሰባት ናይ ማይን መግብን ደገፍ ይገብራ ኣለዋ። መንግስቲ ፔሩ ብሰንኪ እቲ ሓደጋ ኣብ ሚእትን ሓምሳን ሸውዓተን ኣውራጃታት ሃገሩ ንሱሳ መዓልታት ዝጸንሕ ህጹጽ ናይ እዋን ሓደጋ ድንጋጌ ኣዊጁ ኣሎ። ክብሯትን ክብሮንን ዜና ቅድሚ ምዛምና ኣርእስታቱ ክደግመልኩም። ኣብተ ሰናይ ኣገልግሎት ሕክምና ዓይኒ ምጅማሩ እፎይታ ከም ዝፈጠረሎም ነበርቲ ገሊፆም ሚኒስትሪ ሕርሻ ሃገራዊ ስርዓት ቁፅፅር ድሕነት መግቢ ንምምዕባል ስልጠና ወዲቡ ሃገራዊ ማሕበር ዓይነ ስውራን ብዛዕባ ኩነታት ኣብ ንኡ ዘባ ቁርደት ዝርከቡ ኣባላቱ ዘትዩ። ዓለማዊ ቁጠባውን ፖለቲካውን ቅብለዋት ንምፍታሕ ሓበራዊ ፃዕሪ ክዓዝዝ ደቡብ ኣፍሪቃ ፀዊዓ ህንዲ ኒክሌሳዊ ፀዓት ንምስፋሕ ልዕሊ 60 ቢልዮን ዶላር ክትስልዕ ምዃና ገሊፃ ዝዓነወ ትሕተ ቐርፀ ሶርያ ዳግማይ ንምሕዋይ ልዕሊ 50 ዓመታት ክወስድ ከም ዝኽእል ተኣሚቱ